ሰላማት እንታይ ኢና ንሰምዕ ኣለና? ፍቕሪ ዝበሃል ነገር ኣይፈልጥዎን እዮም እዚኦም ትግርኛ ተዛረብቲ ወላ ኤርትራውያን እነግረኩም ኣነ ኮ ካብ ኤርትራዊ ወሊደ ምሳይ እንዳሃለወ እዚ ኤርትራዊ ሓደ መዓልቲ ኣይላብያ ከይበለኒ ከይዱ ኣይላብ ትባል ኣይትወፅ ወላ ፎቶ ክኸደ ይብለኒ ወዲ ርግምቲ ኣይበለኒ
ሓርደካ ጥፋእ ወዲ ዘወኸርያ ምፃ ገፅ ብገፅ ወዲ ሾርምታ ወዲ ተምኽኑን ኣቃፅለካ ወላ ገዛ ስልካ ነበረ ከምራሕ ስከደ ወዲ ሾርምታ ኣይግባእካን ዋእ ህዝቢ በኣል ማማ ክርሹን ኢልካ ካበይ ከምጽካዮ ዘረባ እዚ ታይ ማለት እዩ እቲ ስለዚ እዚ ብወገን ትግራይ ዝመጽእ ዘሎ ዘረባታት ጥንቃቀ የድልዮ ኣሎ ኣየድልየካን እዩ ምስ ህዝቢ ኤርትራ ከምዚ ዓይነት ጽልኢ ከምኡ እውን እዚኦም ብቻ ኣይኮኑን። ኣብ ክንዲ ዕርቂ እምነት ተጋጣሚ ክድብ ኢደይ ርግርግ እንዳብል ክቕር
እዚኦምን ኻልኦትን ኣብዚ መደብ እዚ ብሓደ ክንርኢና ሰናይ ምክትታል። ሰላም ሰላም ሃመይ ትኾኑ ደቂ ዓበይቲ ኣይ ሆፕ ኩለኹም ዳሕለ ሰላም ከም ዘለኹም ትምህርቲ ጥዕና ቤተሰብ ኩሉ ፅቡቅ ከም ዘሎ ይምነየልኩም እና ለማዕት ቪድዮና ድማ ብጣዕሚ ዘዘናግዑን ዘምህሩን ክንርኢና ማለት እዩ ላይክ ምግባርኩም ይትረስዑ እቲ ቻናል ድማ ሰብስክራይብ ምግባርኩም ይትረስዑ ንኸላ ቪድዮና ኣብ ሂወተይ ብዙሕ ሽግርን መከራን ኣሕሊፈ ናብዚ ንክበጽሕ ውን ሂወት ዳርጋ ከፊለ እየ ቀሊል ኣይኮንን ኣመጻጻይ ሂወት ቃልሲ እያ ንክዓቢ ኢለ እየ ደፋእ ዝብል ዘለኹ ኣብ ሂወተይ ክገብሮ ዝግበእኒ ኣብዚ ዘለኹ ደረጃ ዕድመ ውን ካልእ ዓይነት ሰብ ክኾን እዩ ዝግበእኒ ነይሩ ግን ኣይኮንኩን ግዜ ኣይሓገዘንን ኣብዚ ሕጂ ሰዓትዚ ግን ህይለ ክጅምር እኽእል እየ ተወደ ዕድመ የብለይን ንኸምኡ ኢለ ደፋእ ዝብል ዘለኹ ለውጢ ደልየ እየ ዝጓዓዝ ዘለኹ ከመይ ኢለ ነብሰይ ይሃንጻ ከመይ ገይረ ስድራይ ይኣሊ ከመይ ገይረ ህይወተይ የጣጥሕ እየ ዝሓስብ ዘለኹ ካልእ ወላ ሓንቲ ሓሳብ የብለይን ከመይ ገይረ ሰብ ይኸውን ከመይ ገይረ ልወጥ ካልእ ዝሓለፈ ሓሊፉ እዩ ሕጂ ውሰዶ እቲ ዝሓለፈ ህይወተይ መምሃር ደኣ እምበር ኣብ ሕሉፍ ህይወተይ ክነብር ኣይክእልን ንሕጂ ከመይ ህይወተይ ክሓስብ ጥራይ ዘለኒ

ወዲ ዛወያ ኣንታ ንጎምድር እምበር ኣብዘይ መዓት የት ነይሩ
ብጣዕሚ ደስ ዝበለትኒ ቪድዮ ክጋብዘኩም እዚ ኤርትራዊ ናብ ትግራይ ከይዱ ነዞም ኣቦ ምስ ስድራቤቶም ዝረኽቦም ዘሎ ካብ ኣሜሪካ ኢዩ ተበጊሱ ኣብዚ ሕጂ ግዜ ምስ ሰበይቱ ምስ ሓዳሩ ምስ ደቁ ኣብ ጽቡቅ ኩነታት ዘሎ ኮይኑ እዞም ኣቦ ትግራዋይ ግን ቅድሚ ዓሰርተ ሓሙሽተ ዓመት ይኸውን ኣብ ሽመልባ መዓስከር እንኮሎ ብዙሕ ነገር ስለ ዝሓገዝዎ ከመስግኖም ኢየ ክረኽቦም ኢየ ብምባል ናብዞም ኣቦ ናብ ገዝኦም ተመሊሱ ናብ ትግራይ የመስግኖም ኣሎ። እታ ቪድዮ ስእሊ ድሕሪዛ ቪድዮ ክገብረልኩም እየ። ምሉእ ትሕዝቶ ኣብ ዩቱብ ክትሪእዋ ትኽእሉ ኢኹም። ገለ ካብቲ ዝብሎም ዘሎ ስምዕዎ እሞ ብጣዕሚ ደስ ከም ዝብለኩም እውን ርግፀኛ እየ። ላይክ ኣይትረስዑ። እንታይ ይብሉ ኣለዉ እንታይ ይበሃሃሉ ኣለዉ እስከ ሓቢርና ንስምዓዮም። ብጣዕሚ እያ ደስ ኢላትኒ። ደስ ከም ትብለኩም ከኣ ርግፀኛ እየ። ሕጂ ከምዚ እግዚኣብሔር ኣብ ዘራይ ታይ እዮም ዘቀመጠካ ሰብ ኢካ ነርካ ኣነ ዝግረምስ እየ ማለት ብጣዕሚ ኢድ ኣምላኽ ብኣኻ እየ ርእዮ ርእየዮ እየ እግዚኣብሔርሲ ከምዚ ኣብ ግዜ ጭንቅና በቃ ከመይ ጌርና ንሓልፎ ኢና ዝበልናሉስ እሱ እዩ ንዓና ጠጠው ኣቢልዎ ማለት እዩ ሕጂ ንሓደ ዓመት for the whole year ክሳብ ከማይ ኢሉኒ መጀመርያ ክሳብ እዛ እዛ ቦታ እዚኣ ክሳብ ዘለኹም ጸባ እብዛ ገዛ እዚኣ መዓልታዊ ጸባ ከምጸልኩም ኢልና ከምታ ቃሉ ክሳብ መወዳእታ ክሳብ ናይ ሽመልባ ናይ ምድረበዳ ሂወትና ክሳብ ዝውዳእ ንግሆ ንግሆ ፍርቂ ሊትሮ ፍርቂ ሊትሮ ጸባ ኣብ ገዛና የህበና ኔሩ ማለት እዩ እዚ ከይኣክል ኣብ መንጎ ደርሆ ገለ ዘምጾ ነገር ኔሩ ኣብታታ ናይ መወዳእታ ንኸደላ መዓልቲ ወዲና ጎይታ ረዲእና ካብዚ ዓዲ ንወጸላ ግዜ ንሃብቶም ንነግሮ ንኸይድ ኣለና እሞ ንገብሮ ቻው ክንብሎ ጸዋዓዮ ንብሎ ማለት እዩ ሽዑ ክመጽእ ከሎ ደርሆን ገንዘብን ሒዙ መፂ ማለት እዩ ሽዑ እታ ደርሆ ያብ ናብ ምፋንው እዩ በቃ እዚኣ ክትሓረድዋ እዚኣ በሊዕኹማ ትኸዱ እዚን ከዓ ገንዘብ እዩ ንኣነ ብጣዕሚ ከቢድኒ ሽዑ እቲ ገንዘብ ክቕበሎ ዋ ገንዘብ ንምንታይ ይብሎ ኖ ቆልዓ ሒዝካ ስለ ዘለካ ኣብ መገዲ ኣነ ብጣዕሚ ሕልና ተወቂሰ ከምኡ ዓይነት ፍቕሪ ርኤ ኣይፈልጥን እየ ገይረ እውን ኣይፈልጥን እየ እሞ ከኣ ኣብ ሃገረሰብ ዘሎ ናይ ናብራ ጸገም ዘለዎ ማለትስ ኩሉ ሰብ ዝፈልጦ ኢና ኣብዚ ከባቢ ዘሎሲ ዋላ ሓንቲ ኣየናይ ትርፊ ገንዘብ ስለ ዘለዎ ኣይኮነን ካብታ ዘይብሉ እዩ ዋጋ ከፊሉ እዩ ገይርልና ማለት እዩ ሽዑ ገንዘብ ሂቡ እዛ ገንዘብ እዚኣ እዛ ገንዘብ እዚኣ ይቅበለካን እዩ ድዮ እዚኣ ገንዘብ እዚኣ ንሕዳ ዘይተቀቢልካኒ ኣብ መንጎይን ኣብ መንጎ ከም ዘላ ርክብ ተቋርጽ እዩ ብጣዕሚ ተሪር ዘረቡ ብጣዕሚ ከቢድ እዋእ እንታይ ትብል ኣላ ሃይለ በቃ ኣብዛ ዝብለካ ዘለኹ እንድሕር እዛ ገንዘብ እዚኣ ተዘይተቐቢልካዮ ርክብና ወዲእና ኣለና እዚኣ በለ ክልተ ሚእትን ሓምሳን እያ ተዘይተጋገየ ክልተ ሚእትን ሓምሳን ኣብ መገዲ ኢኻ ቆልዓ ሒዝካ ኣለኻ ስለዚ ንመገዲ ክኾናኻ ኢኒ ብርግጽ ከዓ ንመገዲ ከዓ ጠቒመናኒ ኣብ መገዲ እንዳኸድና ክልተ ሚእትን ሓምሳን ኣብቲ ግዜ እቲ ብጣዕሚ ብዙሕ እዩ እዚ ቅድሚ ዓሰርተ ሓሙሽተ ዓመት ዲና ነዕልል ዘለና ቅድሚ ዓሰርተ ሓሙሽተ ቅድሚ ዓሰርተ ሓሙሽተ ዓመት ክልተ ሜትር ሓምሳን ሂብኒ ኣይፈልጦን እየ ብስጋ እውን ኣይንፋለጥን ብዓዲ ኣይንራኸብን ብፍፁም ኣይንፈልጦን እዩ ኣብዛ ስደት እዚ ኣብዛ ሽመልባ እዚኣ ኢና ተራኺብና ትገርም ሰብ ኢኻ ብጣዕሚ ኢኻ ትገርም ቅድሚ ብክልተ ሽሕን ዓሰርተ ሓሙሽተን ቅድሚ ዓሰርተ ዓመት መፅኤ ነይረ መፅኤ ከለኹ ኣብ ሽረ ፀዊዐ እዩ ኣብ ሽረ ተፀዊዕና ኣጋጣሚ ሓንቲ መዓልቲ ኢና ተራኺብና ምስኡ ግዜ ሕሊፍና ተፈላለና ማለት እዩ ልክዕ ግን ብጣዕሚ ሕልናይ ዝወቕሰን ስኒ ብፍላይ ኣብዛ ናይ ዕጽዋን ኮባን ግዜ ቴሌፎን ናቱ ደሃይ ምስ ጠፈኣኒ ኣምላኽ ሓንቲ ዕድል ለሚኒ እግዚኣብሄር ሓንቲ ዕድል ሃበኒ ክረኽቦ እሞ በቃ ኦፊሻሊ ሲ ቴንኪው ክብሎ ቴንኪው በልክዎን ሽዑ በቃ ማለት ኣይበልክዎን እቲ ኣዋይ ዝገበርካዮ ነገር ምናልባት ቫልዩ ይርደእካን ይኸውን እዩ ኣነ ግን እታ ዝሓልፋ ዝነበርኩ ኩነታት ስለ ዝፈልጣ መንግስቶም ሓወይ ዓቢ ነገር እዩ ካብ ሂወተይ ነጊርኪ ክርስዖ ዘይክእል ማለት እዩ ዝነገርክዎ ኣብ ዝረኸብክዎ ንኹሉ ሰብ እየ ዝዛርቦ ዋላ ሰሚዕካ ኢኻ ክነግሮ ከለኹ እናተደነቐ እዩ ሰሚዕኒ ኣብ ኢቭን ኣብ ዓዲ እውን ከምኡ ማለት እዩ ብዝረኸብክዎ ብዛዕባኡ ክምስክር ከለኹ ብጣዕሚ እናተደነቑ እዮም ዝሰምዑኒ እቲ ናትካ ምስክርነት ማለት እዩ ስለዚ ጎይታ ባርካ ብጣዕሚ ቴንኪዩ ኣብ ሂወተይ ዓብዪ ነገር ኢኻ ጌርካ ክርስዖ ዘይክእል በፍጹም ክርስዖ ዘይክእል ናብዚኣ ዘምፀትኒ ናትካ ፍቕሪ እዩ ንስኻ ዘርኣኻኒ እዩ ንስኻ ዝገበርካዮ እዩ ንስኻ ዝዘራእኻዮ እዩ እዚሲ ንዓይ ውሑድ እዩ ብጣዕሚ ካብቲ ንስኻ ዝገበርካዮ ክንዲ ርብዑ ከማን ኣይከውንን እዩ ስለዚ ካብዚ ንሽመልባ እንዳኸድካ ኣብ እግርኻ ንጎ ንጎ ሓሙሽተ ሳንቲም ዘይትርብሐሉ እሞ ከዓ ፀባኻ እንዳኸሰርካ እሞ ከዓ ልዕሊ ሓደ ዓመት ገንዘብካን ደርሆኻን ከዓ ኣብ ርእሲኡ ማለት እዩ ስለዚ መንግስቶም ሓወይ ብጣዕሚ ቴንኪዩ እግዚኣብሔር ይባርካ ኣምላኽ ዓስብኻ ብኣ ንኸፍሎ ይክእል ኔት ዝገበርካዮ እግዚኣብሔር ግን ኣምላኽ ግን በቃ በቲ ዘይውዳእ ውህበቱ ኣምላኽ ብዘድልየካ ዘበለ ኩሉ እግዚኣብሔር ይባርኽካ ቤትካ ይባርኽ ደቅኻ ይባርኽ በዓልቲ ቤትካ ይባርኽ ጎይታ ይባርካ ብጣዕሚ ሕጉስ እየ ብኣኻ
እዛ ቪድዮ ሪኢኹማ ኣለኹም ኣብዚ ማሕበራዊ ገጻት እያ ኮለል ክትብል ቀንያ እዞም ትርእይዎም ዘለኹም መንእሰያት ብዕድመ ክትርእዮም ከለኻ መንእሰያት እዮም ዝመስሉ ኣክቹዋሊ ሕጂ ብዛዕባ ሰራዊት ኤርትራ ከምዚ ገይሩስ ነንስቲ ረሺኑ ኢሉ እዩ ዝዛረብ ዘሎ እዚ መንእሰይ ሻዕብያ ክኣቲ ከሎ ላፍቱ ገጠራ ገጠር ናይ ትግራይ ናቱ ክዳን ተኸዲኑ ይኣቲ ነይሩ ነፍልሐይ ናይ ትግራይ ማለት እዩ ካብኡ ዕልልልል እናበላ ደቅና መፅዮም ገለ ኢለን ክቕበልኦ እንከለዋ ረሽኖሞን ገለ ይኾና። ጭብጢ ዘይብሉ ዘረባ ያኢ ሰራዊት ኤርትራስ ግብረሽበራ ተረኺቡስ ንዝመጻ ዕልል ድብላ ኣዴታትስ ብጥይት ክርሽነን ከምዚ ዓይነት ላግጺ ተሰሚዑን ተራእዩን ኣይፈልጥን ከምዚ ዓይነት ጸለመ ዶብ ዝሰገረ መጥቃዕቲ ኣብ ልዕሊ ሰራዊት ኤርትራ ደው ከተብል ኣለካ መንእሰይ መን ኢኻ ሽምካ ይሓዝኩኻን ክትጥንቀቑ ኣለኩም ዞም መንእሰያት ሰራዊት ኤርትራ ብከምዚ ትገልጾ ዘለካ ኣይግለጽን እዩ ብተመልከተለይ ዕላማ ጥርሙስ ተረኺቡ ህዝብስ ብተመልከተለይ ረሺኑ ትብል ኣበይ ኣሎ ቪድዮ ሓንቲ ቪድዮ ክትስእን ነዚኣ ትድግፍ ሓንቲ እዚ ኩሉ ቪድዮ ናይ ካልኦት ናይ ሰራዊት ኢትዮጵያ ተግባራት እንዳሰነድካ ኣብ ፈቆዶ በዓቲ ተሰኒዱ እንዳደርበ ኢልካስ ንስኻስ ሓንቲ ቪድዮ ምስኣ ስኢንካ ማለት እዩ ከምዚ ዓይነት ጸለመ ክተካይድ ከለኻስ ቁሩብሲ ንድሕሪት ክትብል ኣይግባእካን ህዝቢ ብኣልማ ማክርሽኑ ኢልካ ካበይ ከም ጽካዮ ዘረባ እንታይ ማለት እዩ ስለዚ እዚ ብወገን ትግራይ ዝመጽእ ዘሎ ዘረባታት ጥንቃቐ የድልዮ ኣሎ ኣየድልየካን እዩ ምስ ህዝቢ ኤርትራ ከምዚ ዓይነት ጽልኢ ምትካል። ከምዚ ንስኹም ጌርኩም ትገልጽዎ ዘለኹም ነገራት ግን መሊስካ ጽልኢ ምስዋርን ነቲ ክልተ ህዝብታት ድማ ዘይሓዊ በሰላ ምግዳፍን እዩ። መንእሰይ በሰላታት ከሕዊ፣ ህዝብታት ከረጋግእ ደኣ ክኽእል ኣለዎ እምበር መንእሰይ ኣብ ማሕበራዊ ሜድያ መጺኡ ዘይተጨበጠን ኣልዕል ኣቢልካ ጸለመ እንታይ ኣምጽኦ? ከምዚ ዓይነት ገበን ሲ እዋ ምሻሎ ዋላ ኣሸበርቲ እውን ኣይ ዶንት ቲንክ ሶ ዝፍጽሙ። ኣብ ፊሊም ሆሊውድ ጥራሕ ኢኻ ከምዚ ዓይነት ክስታይ ትርኢ። እንታይ ማለት እዩ እዚ? ብእኩብ ህዝቢ ዕልል ኢሉ እናመፀስ ረሽኑ ሕጂ ሓደ ሓደ ግዜ ሕፍረት የድል እዩ ስለዚ እንታይ እየ ዝብል ዘለኹ ኣብ መንጎ ምቅታል ኣይነበረን ኣይኮነን ትዘረባ ነዚ ህዝቢ ኤርትራን እዚ ህዝቢ ትግራይን ንቐፃሊ ዝህልዎ ሰላም ኣብ ሓደጋ ዘኦቱ እዩ ነውሪ እዩ ዓገብ እዩ ኣታ እንታይ ዓይነት ፍጥረት ኢኻ ስኻታ ኣነ ዓለም ምሉእ ደለዉ ደኳትረ ጣይቅ ጀምዓይ ልኢኸ ብብራይቬት ዶክተር ክሕክም ኣይለስ እስኻ ኣብዚኣ ጣንጡ ተነኺስካ መጥባሕቲ ልኡዝ ዝልካ ሕክምና ክትእትዋ ኣታ እስኻ እንታይ ፕራይቬት ዶክተር ከተምጽእ ወደይ እስኻ እስኻ ፕራይቬት ሽግር ኢኻ ተምጽእ እይ እንታይ ኮንካ ኣታ ካብ ነዚ ተወልድ ሳምና ዓፊርካ ደይ ተቐትሎ ነበርካ ወደይ እሱ ደኣ መሪጽካ ይትወልድ ተመሪጽካ ይትውለድ እምበር ኣቦኻ ንዓኻ ክወልደካ ሓሲብዎ ነይሩ መንጎላ መሪጽካ ተኾንካ ካባኻ መመረጽ ነይሩ ካንጋሮ ይመርጸካ ንዓኻ። ክላእ ካልእ ተተረፈ እስኻ እኳ ምረጽካኒ። ኣሕ ኣታ እዚ ተዓርዩ ተወዲኡ እንዳበልኩስ ንዓይ ከይወደኣኒ። ኣየናይ ሻጥር ድዩ ነብኡ ድምዕድ ሻጥር እኮ እዩ። ንዓኻ ደኣ ምዕደካዎ ኣብ ዓርጌን። ኣታ ከምዚ ኣብ ነዊሕ ቦሎፎ ጠልጠል ድበለት ንእሽተይ ልቺ ዶ ኮይና ጸኒሓትካ ትኸውን። ኣታ ከምዛ ናይ ሰላም ባንዴራ እምበር ተንበልብል ደላ ትመስል ምስ ተቐይሓኻ ክትጽብቕ ሓሻኻ ሰለል ዳብል ጸኒሓትኒ እንታይ ኢለ። ከብዳ ገዲፋ ንወዳ ከተኾልስ እኮ እያ ጨርቂ ተሪፋ ትኸውን። ኣታ እዚ ናይ ምሕናቕ ገለ ምስ በልካስ ዕላል ግዳ ኣምጺኻ። ከመይ ኢለ የምጽእ ኣምጺኤወ። ክትሕነቕ ከለኻ ኢሎምኻሲ ሸጡ እብዚ እዝንኻ ኮይኑስ ተሓነቕ ኩሉ ተስፋታትካ ዝጊ ዝጊ ዝጊ የብሎምሽ ከምዛ ድዩ ትወግሕ ሎሚ ሓንቲ ተሓነቕ ኣጆኻ እዛ ዓለም እዚኣ ትሪኣ ኣለኻ ተባላሽያ ድሕሪ ሕጂ ናይ መጨረሻ ዓለም እዩ እንታይ ዲካ ብገዛ ኽራይን ገለን ትሻቐል ኣታ ናብራ ጌርካዮ ናብራ ዓለም ክትነብር ድሞተ ኮኒ ብናጻ እዩ ገዛ ድወሃቦ ብለካ ነዛ መቓብር ሕራይ ኢልካ እዛ ገመት ስቕል ምስ ኣበልካ ከድ እንዳረኣኻዮ ምልቑቕ ኢሉ ኸይድ ኢድካ ሓፍ ኣቢልካ ገመድ ከይተውጽእ ተሓኒቕካ ኢድካ ኣይኮነን ኣጻብዕትኻ ኣይትንቀሳቐሳን እዩ ሸጡ ተበልካስ ሸጡ ትመስክር እንዳኸደ እምበር ክርትም ኢሉ ስሒቑ ዳግም ኣብቲ ገሃነም እሳ ተራኽበና ኢልካ ጽርግፍ እብል በዛ ረባሕኮ ሱኸስ ሕትኮሎ እሳኻ ድሓቆፍካ ይኮ ሕቕጽ ድወዓሉ ወዕል ኢሎምና እንታይ ሰማይ ቫኬሽን ትገብር ዲኻ? ኣታ ኣኪለ እንታይ ገበርናካ ተዛርበና ብነብስና ከይንዛረብ ምሒልና እንዲና ነርና ንዓኹም ይኸቢድ እምበር ብዙሕ እኮ ከቢድ ኣይኮነን ቀሊል ክልተ ሰለስተ እግርስ ብመንፈስ በፂሐ መፅየ ነይረ ውይ ክብል ክነብር ዴ ዘልኣለም ብኣኻ
ኣታ ተዛረብ ባት ኣይዳ እንታይ ኢለ ክዛረብ ዘረባ እኮ ጠፊእኒ ዘረባ ኣጥፊእኻ ኢኻ ምሳይ ተገቲርካ ደለኻ እንታይ ኢለ ክገብር ትሕብር ናበይ ክሕብር እንዳ ፖሊስ እንታይ ኢለ ክሕብር ካብ ዝረሃፅ ዘድመፀ እኳ ኢሎምኻ ኣታ ክንደይ ድያ ትናበር ደላ ዘረባ ዘረባ ኣጥፊእኻ ምሳይ ተገቲርካ ፅበየኒ ኣለኻ ዝወደይ ካብ ሞባይል ግዳ ዘረባ ሰሰሪቑ ድየ ንፀለ ኣንታ ፈጣሪ
በጃኽ በጸሎት ይስማዕ ካብዛ ዓጁዝ ኣዘባ ኣይፈላልየኒ ዋእ
ከም ጸሎት ዓሻ ከማን ዝስማዕ ዶ የለ ጸሎትካ ደኣ ስማዕ ግን እቲ መልሲ ናይ ጸሎት ንበዓል ናይጀርያ እዩ ድኸይድ ንዓኻ ድመስል ሓበሻ ዶ ኣሎ ኮይኑ
ኣታ እስኻስ ካብ ካልእ ፕላኔት መጻኻ ፍጡር እኳ ኢኻ ትመስል ይፎ ቀተተለ እዩ ኣነ ወዲ መን ምዃነይ ሕተተለይ ፍሉጥ እየ ኣነ ወዲ መን ድዩ መሲልካ ኣነ እሂ ድኻ የገፍከ እንዳ ኪድ ዋላ ኣይትንገረኒ ኣነ ደኣ ዲኤንኤን ገይረ ፈልጥኻ እንታይ ክዲኒ ሓፍ ዶ ኢለኪ ልዕል ዶ ኢለኪ ብትምህርቲ በሪረ ዶ ከይደኪ በቃ ትምህርቲ ኣብ ቀዳይ ክፍሊ እየ ክብኪረ ሰቂል
ኣታ ሃባብስ ልብስ ብዳ ገዛኻ ይትዓሪ ወድኻ ይተስተኻኽል ወድኻ ረድእ ምኸር ዎይ
ናይ ሎሚ ወለዶ ድኣ ትረፍ ብነጻ ኣበል እንዳ ከፈልካ ምዒድካዮም ከማን ኣይሰምዑኻን እዮም።
ኮማንዶ ኮማንዶ ኣዝ ከማንዶ ምስ በልካ ዝዳሕራ ኣታ ንዓናይ ንዓናይ
ኣብ ሶርያ ዝገበርኩ ከዓ ኣለካ ናይ ራሻ ናይ ሶቤት ሕብረት

ውይ ኣስጊለ እንደ ኣስጊለ ፅንሕ ከመይ ደሓን ዲኽን

መስተ ጀሚሩ ዘሎ ከምዚ ከይበጽሕ ኢልና ክንዛረብ ሓሲብና እሞ መዕለቢ ግና ኣይረኸብናሉን እንታይ ክንገብር እሞ። እሞ ሓሚቕካ ዝተበገሰ መዕለቢ ድዩ ተብጽሕ?
እወ ሓቅኺ ኣለኺ ግን እንታይ ጌርና ምስኢሊ ነዕልቦ ኢልና ተበጊስና ካብ ገጽ ከባቢ ከም ንርሕቃ ተጌሩ እንታይ እሞ ደይገበርና እ። ብዝኾነ
ንዓወኻ ትብሎ ካብ ሎሚ ሰኪዓ ኣሎ። እንታይ እዩ ዝኸውን ዘሎ? ንሱ ይምልከተካ ኣሎ።
እሞ ንሳ ጥራይ ድኣ ወዲእና ንሳ ድኣ ክኸይድ ወዲእካ
እሞ በላ እ ኣይትንኣሳ ጸሓይ ኣሎ ኢልክን ከኣ ኣይተርቅቓ ሕራሩ ንፋስ ኣሎ ገለ ኣሎ ተጠንቀቒ ሕራሩ ከይትኾና እህ
እዋይ ውርደት እዋይ ክትራን ብብርሃን። ኣነ ክነግረካ ሜሮን ሓወይ ቅድም ቀዳድም ብስዋኣት ዝመጽ ኣይፈቱን ስዋኣት ዝጸርፍ ሰብ ኣይፈቱን ኣነ ስዋኣት ምስ በሉ ኣበየናይ ታባ ኮይነ ሓደራ ኢልና ኢሎም ክላገጹ ምስ ጀመሩ ቀትር ምድሪ ኣብ ከባቢ ኡርያይለይ ነይረ በኽየ ማልያ ምፅለይ ኢለ ገዚኤ ማልያ ጠዋፍ ገዚኤ ካብ ኡርያኤል ገለ ቤት ስእሊ ብፀሓይ ከይደ ተሳኢለ ገለ መለ ፖስት ዝበልኩ ኣሎ ተረዳሃን ከምዚ ዓይነት ላግፂ ቀሊል ከይመስለካ ፅቡቅ ኣይኮነን ገንዘብ ከወሲድልካ ዝኸደ ስውእ ከማን ክትከስስ ከቢድ እዩ ነቲ ፖለቲካ ሕጂ ዘሎ ኣይኮነን ንሕና ሸይጣን ኣይግምቶን እዩ ተረድሃን ግንከ ከነመሓላልፎ ወይ ከዓ ከነብሎ ዝግብኣና ነገር እንታይ እስኪ ኣብ ደገ ዘሎ ድዩ ኣብ ውሽጢ ሃገር ዘሎ ድዩ እንድሕር ተፋቂርና ብፍቅሪ ኩሉ ነገር ይሰዓር መንግስቲ ይጥፋ ብጢትን ብዓረብ ጢትን ገለ ዝመፅእ ለውጢ የለን የለን ሕጂ ከማን ኩሉ ሻዕ ኣነ ከዓ እቲ ኤርትራውነት ከዓ መትከል ኣብ መትከል እየ ሕጂ ከማን ወላ ፀሪፍኒ ሰብ ኣይሸማቐቕን ብጥይት ሓሊፈ ዝመጻኹ ሰብ እየ ግን እንታይ እዩ በቃ ነቲ ዝጋገ ዘሎ እስኪ ንዓ ንረዳዳእ ሕጂ ናይ ግብፂ ኣብ ግብፂ እኳ ተቃወምቲ ኣለዉ ተቃዋማይ ለባም ተቃዋማይ ይፍጠረልካ ተረዲኻ ንባለ እቲ ተቃዋማይ ናይ ግብፂ ግን ነቲ ፕሬዚዳንት ወይ ገለ መለ ሰላጣ ይገብርዎ እዩ ግን ነቲ ፕሬዚዳንት እንተ ተንኪፍካዮ ንስኻ ሓቢሮም ምስኡ ኮይኖም እዮም ንዓኻ ሰላጣ ዝገብሩ ከምዚ ዓይነት ተቃውሞ እውን ክመፅእ ኣለዎ ሕልና እሞ ኸኣ ካብ ትምህርቲ ኸኣ ንላዕሊ እዩ። ሕልና ከምዚ ናይ ተፈጥሮ ሃብቲ ዝሃበካ ፈጣሪኻ ሕልና ማለት ምሉእ ሰብ ኢኻ ማለት እዩ። ሰብ እኮ መልክዕ ሰብ ህልው ኣራዊት ኣሎ። ምሳሌ ሕልና ዘለዎ ሰብ ኣብዚኣ ዝጸመኣ ሰብ እንድሕር ሪኡ ኩባያ ማይ ኣምጺኻሉ ማይ የለን ትብለካ እታ ጓል ፎር ኤግዛምብል ንምሳሌ። ኡይ እዚኣ ማይ እያ ዘላ ኣያይ እዚኣ ማይ እያ ዘላ ሕጂ ከዓ ገይሸ እኸይድ ኣለኹ ንዮ እኸይድ ኣለኹ ገምሰት ሕጂ እቲ ዝያዳ ጸሚኤ ኢሉ መጺኡ ኮላ ሕልና እንድሕር ኣለካ ፍርቂ ሰቲኻ ፍርቂ ትብል ሕልና እንተልካ በይናኻ ሰተ ወላ እሱ ካርማ ሓበል ሕልና ማለት እንታይ ብልካ ሰብኣውነት ማለት እዩ ሰብኣውነት ማለት ከዓ ንሰብ ልክዕ ከም ነፍስኻ ምርኣይ እዩ እዚ ኣብ ኩሉ ትረኽቦ ናኻ ልክዕ እዩ ዋዛ ከይምሰታ መኣዲ ቀሪብካ እኳ መኣዲ ቀሪብካ ንምሳሌ ኣብ ዋላ ዝስኡና ናይ ቆልዑ ክንዛርብ መኣዲ ቀሪብካ ኬትካ ክሸይን ክሸይን ክኸይድ ኢልካም ፍርቂ ምግቢ ዘፅናሓልካ ኣሎ ምናልባት እቲ መምቆሩ በሊዑ ጫፍ ጫፉ ዝፅናሓልካ ኣሎ እዚ ሕጂ እንታይ ትብሎ
ቃንዛ ኸኣ ንሰብ ዝወሃብ ንየትዶ ዝኸውን ቃንዛ ይምሃብኩኹም ከቐንዝወኩም ገለ ኢለ ዘይኮንኩ ማዕረ ክንደይ ቃንዛ ከም ዘለኒ ክርድኣኩም ኢላ ትዛረብ ዝነበረት ጓልሲ ቃንዛኣ ምስ ተቐበልዋ ቃንዛ ይብላ ገለ ይብላ ጸኒሓ ኣይትማሩ በጃኹም ፍቅሪ ዝበሃል ነገር ኣይፈልጥዎን እዮም እዚኦም ትግርኛ ተዛረብቲ ወላ ኤርትራውያን እነግረኩም ኣነ ካብ ኤርትራዊ ወሊደ ምሳይ እንዳሃለወ እዚ ኤርትራዊ ሓደ መዓልቲ ኣይላብያ ከይበለኒ ከይዱ ኣይላብዩ ትባል ኣይትወፅእ ወላ ፈተውኪ ከደ ይብለኒ ወዲ ርግምቲ ኣይበለኒ ምስ ኣባረርክዎ ግን ምስ ተሰጎገ ግን ሓመድ ብላዕ ሰይጣን ኮይኑ ተራእዩኒ ድሓዳ ፍቅሪ ወፂለይ እንዲ ፀልየዮ እንዲ በኺ ወላ በኺስ ምንም ሰብ የማይመሰለኒ ኩልዕ መዓልቲ ክበክኽ ኣሎ በዚ መስኮት ይርኦ መስኮት ኮፊተ ይርኦ በዚ እንታይ እዩ በኪ ንፍጡን ንብዓቱን ተሓዋዊሱ ኮት ሰይጣንኩ እንኳዕ እታ መሓዛይ ራእየቶ ምስክር ኣላትኒ ሩታ እንኳዕ ራእየቶ በኺ እንዲዩ ኣታ ይበክኒ ኢላትኒ ዋ ክደይ ኣይበክኒ ዋ ኤርትራዊ ወዲ ድበኪ የብልናን ኢላትኒ እታ መሓዛይታ ሩታ ሩታ ግደፊ ኣይኣመንክንን ኖኖ ኢላትኒ ሓደ መዓልቲ ስልኪ ደዊላትለይ ስልኪ ምስኣ እንዳዕለልኩ መፅዩ ዓሰርተ ሰዓት ትኸውን ናይ ምሸት ጭር ኣቢሉ መን እዩ ትብለኒ ኦ እሱ ዝኸውን መን ደኣ ካልእ ኣብዚ ገዛ ጭር ዳብል የለን እሱ ዝኸውን ብላ እሞ ከይትኸፍትዮ ትብለኒ ናይ ኤርትራዊት መሓዛይ ድማ ኪፕን ግበርዮ እሞ ብመስኮት ከምዚ ጌርኪ ኪፕን ከይርኪ ስምዕዮ ትብለኒ እሺ ስምዒ ንስኺ ከ ኢለያ እንታይ ከም ዝብል ስምዕዮ እዛ ምጥራይ ከመይ ከም ታብክዮ ስምዒ ኢለያ ኣይትኣምንንን ድኺ ክሰምዕዮ ክሎ መዓንቲ ኢለያ ሕራ ኢላትኒ ትሰምዖ

በቃ ማዓንጣ ከብዳ ዋላ ሓሪራ ኮላ ውላዳ ስለ ዝኮንካ ትገብረካ የብላን ንከምኡ እዩ እቶም ዝወለዱክስ ምስ ኩሉ ኣበራትክን ምስ ኩሉ ነገራትክንስ ከቅበሎ ክክእሉ እዮም እቲ ዝምርዓዋ ግን ጓና እዩ ንዓኣ ፈቲሑስ ካልእ ሰበይቲ ከምጽእ ከም ዝክእል ስኒ ክኣምን ይክእል እዩ። ኣበይ ቦታ ይብሃል ኢልኪ ትሓስቢ ማለት ማሲ ኣበይ ኣበይ እታ ጓል ኣንስተይቲ ሲ ኣብ ከመይ ኩነታት ኣብ ከመይ ኩነታት

እዚኣ ወላ እኳ ኢኻ በሊዕካ እሳ ላለ መጀመርያ ግረፎ ዶ ዝናይ መፀውዕ እንድዩ ሕጂ ሓንቲ ወሶ ክውስኸካ ወሶ ኣርሃ ስሻት ዘይ እዋይ ፋራ ተረኺቡ ከሎ
ሓንሳእ ኔርና ምስ ተፈላለና ኢለ ምሉእ ለይቲ ኣብ ዓይነይ ክትረኣይን ድቃስ ዘይብለይ ለይቲ እየ ሓዲረ። ምስ ዋላ ሓንቲ ነገር ከታሓዞ ዘይክእል እምበር እብለኪ ምስ ዋላ ሓንቲ ነገር ክታሓዝ ዘይክእል ኣነን ንስኽን በይንና ኣብ ገነት ኤደን ዝኣተና ኮይኑ ይስማዓኒ ብየማንና ጸጋምና ዋሓይዝ ሩባታት እናዋሓዝ ማእለያ ዘይብሎም ፍሩታታት ሓትንኦም ትቁጸሮም በዓል ሜለ በዓል ኣራንሺ በናናታት ልክዕ ከም ሰራዊት ደድሕሬና ዓጂቦምና እንዳኸዱ እዩ ዝረኣየኒ። መላእኽቲ ክንፎም ካበይ ናበይን እቲ ሓደ ዳርጋ ሰላሳ ሜትሮ ዝኸውን መልኣኽ ብየማን ብክንፉ እናንሳፈፈ ዓለም ንፍቑራት ትኹን እናበለ ይኺድ። እዚ ኩሉ እናረኣኹ እንከሎኹ ሃንደበት በየን ዝመጹ እዮም ብኣካል ጸልማት ዝመጹ ጸረ ፍቕሪ ኢና ዝብል ኣብ ኣፍ ልቦም ሽቦም ዝተጠቅዖም ዓቢ መቐስ ፍቕሪ ናይ ጀርዲን ዝመስል መቐስ ዝሓዙ ተወርዊሮም ናባይ ኣይመጹንን ካባኺ ፈልዮም ክሳደይ ኣይቅንጥቡንን ሽዓ ዝባህረርኩ ሕጂ ተበራቢረ እየ ዝድውለልኪ ዘለኹ

ቀዲመ ክሎ ከኣ ነፍቲ ቆጽር ፈረ። ኩሉ ግዜ ብሓራሙ ሰማረርካ ኢኻ ንስኻ በጃኻ ሕጂ ከ ሚካል ዲኻ ክትብለኒ ደሊኻ ኣነ ሚካል ኣይበልኩን ኣነ ቤቱ እየ ኢለ ናይ ቤቱ እሞ ክንደይ ሳዕ እየ ክነግረካ በጃኻ ቤቱ ንሳ ወጻ ኢለ ስደት ወጼ ንለ ካሕሳ ካብ ካልእ ሰለስተ ወሊዳ ኣነ ብድሕሪኣ ዓሰርተ ሰለስተ ግዜ ተጠሊመ እዝስ ኣይገርመካን ዶ እወ ናታ ደኣ እታ ፋጥማ ገለ ከ ወይ ፋጥማ ወይ ፋጥማ ፋጥማ ግደፋ በጃኻ ኢለካ ፋጥማ ድሕሪ ሮሞዳን ጠባያ ቀይራ እያ። ብሓደ ቆልዓ ሰለስተ ሳምቡሳ ሊኢኻ ብሻሂ ብልዓዮ እንተ ፍቅርና ግን ኣይትጽዓር ኣይትድከም ኢላታ። ኣሃይ ኣታ ፋጥማ ኣታ ፋጥማ ጓል ሺቃ ግን ፋጥማ ኣቦ ሓቂ ሓቂ ትዕግስት ገለ ዝብሃል ተላልየ ነይረ ኢልካኒ ኣታ ኣደይ ትዕግስት በል ኣይትዘናጠል እሂ ሃያም ድያ እታ እዋእ ሃያም ጥራሕ ቅድሚ ሬድዮ ዝተፈጥረት ሰበይቲ እንበር ሽጎር እየ ጨቢጠ ዝብለካ ዘለኩ ሽጎር እየ ሒዘ ነይረ ተሕጉሰካ ግን ስጋዕ ሕጂ ምስኣ ዘይምሕዳረይ ኣይሓደርካን ኣይጠለቅኩን።

ናትኪ ግን ኣጠማምታ ፍሉይ ነይሩ በሻ እዩ ፋኽ ግጥመኪ ነይረ እንታይ ኣዚ ተሓተኒ ዝነበርካ ዕኘ ዕኘ ዕኘ ዕጭለይ እንታይ ክትምቸይ እዋ ኢሒ እንታይ ክተውፀለይ ደሊኻ እንታይ ከደ የውፃልኪ እዋ ዋላ ኣነ ማርዐ ዝሕቤኪ ነይረ ግን ኣለኪ ተኽዊፍ ዝበሃል ዓብዪ ነገር ኣሎ ዘሪጥናኪ እዩ ሕጂ ኸ ጀንሽካ ከም ቀደመይ ከም ቀደመይ ከም ጥንተይ በቃ ቴሌፎን ናምበር ክመሃብኒ ንዳወል ብድሕሪ ጸገም ዝበሃል የለን ብሪሞት ሪዋይንድ ጌርና መሃበትና ክንሕድሶ ንኽእል ኢና ሞባይል ኣላ ደ ምሳኻ ኣላ

ናይ ጓልን ናይ ወዱን ቋንቋ በበይኑ እዩ ብደገ መጺኻ ስኻ ንጓል ገጻ ተለዊጡ ጸኒሕካ ታይ ዳሓንቲ ክዳ ገጽኪ ተለዊጡ ተልካያ ን ወላ ሓንቲ ኣይኮንኩን እንተ ኢላትካ ብዙሕ ነገር ኮይነ ኣለኹ ደጋጊምካ ሕተተኒ ማለት እዩ ብናይ ደቂ ኣንስትዮ ቋንቋ እስኻ ኦኬ ዋላ ሓንቲ ኣይኮንኩን ስለ ዝበለትኒ ኢልካ ሪሞት ኣልዒልካ እንተ ቲቪ ወሊዕካ መሊስካ ኢኻ ነዳዲ ትውስኸሉ ዘለኻ ነቲ ኣጋጢምዋ ዘሎ ብስምዒት ኣይግደስን ደጋጊም ይሓተኒ እያ ትብል ዋላ ሓንቲ ኣይኮንኩን እኮ ኢላትካ ደጊምካ እንድሕር ኣይትካውን ዋላ ሓንቲ ኣይኮንኩን እሺ ኢለካ ክትብለካ ትኽእል ግን ደጋጊምካ ኣቀባጢርካ ሕተተኒ ሓቚፍካ ሕተተኒ ማለት እዩ ብናይ ደቂ ኣንስትዮ ቋንቋ እዩ እዚ ኦኬ ንሰይም ከዓ ደቂ ተባዕትዮ ከዓ እንተ ገፁ ተለዊጡ ፀኒሕክ እንታይ ዳሓደ ሓንዴ ካዳ ገፅካ ተለዊጡ እንተይልክዮ ዋላ ሓንቲ ኮንኩ እንተይልክ እንታይ ማለት እዩ ደጊምካ ኣይትሕተትኒ በይነይ ክኸውን ደለኹ ማለት እዩ በይነይ ነዚ ሽግር ዝክፈትሖ እስኺ ከም ወዲ መሲልኪ ከም ጓል መሲልኪ ወዲ ደጋጊምክ እንተ ከምኡ ኢልካ ሓይትክዮ ተጨንቕ እዮ ዘለካ ተጨንቐንላ ብውሽጡ ተገይርያ ኢኻ ዝወዓልክዎ ተኸፍኣኒ ኢሉ መዓት ጉርምርም እዩ ዝብል ውሽጡ ብኣፉ ከምኡ ይብልኒ ሜስ ሽግር ከይውልዕ እንተዘይ መሪርዎ ማለት እዩ ስለዚ ቋንቋና ንፈላለጥ ደቂ ኣንስትዮ እንተ ዋላ ሓንቲ ኮንኩን እንተደን ደጋጊምኩም ሕተትወን ወዲ ከዓ እንተ ዋላ ሓንቲ ኮንኩን ፕሊስ ግደፍኒ እንተ ኢለኪ በቃ ደጊምካ ኣይትሕተትዮ እንታይ ክትብልዮ ትኽእሊ ቴክ ታይም በቃ ግዜ ውሰድ ሬድ ምስ ኮንካ ክትነግረኒ ትኽእል ኢኻ ኢልኪ ስፔስ ሃብዮ እንተ ቋንቋና ተፋሊጥና ሞር ክንረዳዳእ ንኽእል ኢና። ኣይ ላቭ ዩ ኣል እዚ ዝብሎ ዘለኹ ሓቂ ድዩ ደቂ ኣንስትዮ ኣብ ኮመንት ሴሽን ጸሓፋ ደቂ ተባዕትዮ ከኣ ሓቂ ድዩ ዝብሎ ዘለኹ ኣብ ኮመንት ሴሽን ጸሓፉ ዝኾነ ሓገዝ ናይ ቴራፒ ኦር ናይ ሂሊን ኣገልግሎት ተደልዩኹም ኣብ ኢንስታግራም ቮይስ መሰጅ ስርሉይ ሲ ዩ ጋይስ ፒስ ኤንድ ላቭ ላቭ ዩ ኦል

ብቡምባ ጸባ ክመጸና እሞ እንተ ኮይኑ ደይረግእ እዚ ጸባ እዚ ኢልናስ ክንቋዮ ኩንኩሪ ይትረፍ ጸባ ማይ ከሊእኹምና ቆይሕ ባሕሪ ሃብና ማይ ሕጂ ክትገብርዎ ዘለኩም ብርጌድ ንሓመዱ ብምሉእኹም ሃገር ይረምስ ገለ ይረምስ ኣብ ዝሃለዎ ይሃሉ ኤምባሲ ናይ ኤርትራ ደይኮነስ ናይ ህግደፍ ኤምባሲ ክዕጾ ኣለዎ ምናልባት ናይቲ ዘለኹም ሃገር መንግስቲ ኤምባሲ ይዕጾን እንተልኩም እታ ኤምባሲ ኣይትብላዕ ኣይትስተ ትገብርዋ መእተዊኣን መውፅኢኣን ደይትፍለጥ ትገብርዋ ብደንጎላ ተወረቃቅቲ ላይተር ጌርኩም ተቃጽልዎ እቲ ቤት ትቤትሮታት ተሰባብርዎ ትማዕጾ መእተዊ ይፍለጥ መውፅኡ ይፍለጥ ትገብርዎ ንሕና ዓድና ክንምለስ ኢና ንደሊ እንተኽኢሎም ምዕራባውያን ይኾኑ ኣቦታትካ ክንደይ ዘይፈከረ ምዕራባውያን ክንደይ ዘይፈከረ ኣይ ምዕራባውያን ሰብ ሲኢኖም ንኢሳያስ ክፍክሩሉ ደሓነይ ምዕራባውያን ይሓጉዝና ኣሜሪካ ይሓጉዝና ዊ ዶን ኬር ዳት ከመይ ጌርና ዓድና ንኣቱ እዚኣ ክትፈልጡ ኣለኩም ወላ ደምርዋ እዛ ሃገር ጥራይ ደቂ ኣምሓራ ምለሱኒ ንዓይ ስጋ ወላዲተይ መሪርኒ ዋልካ ዶ ንድኻ ይወሃብ እዩ ኣንታ ድኻ ዋ ድዕላንኻ ክንዲ ሃብታማት ገዲፍናስ ንዓኻ ዋ ደሓን ኣምላኽ ዕድመን ጥዕናን ስለ ዝሃበኒ ካብዚ ዝዓቢ ሃብቲ የለን። ሰሪሐ ከም ዝሓልፈለይ ስለ ዝፈልጥ ከኣ።
ተዛሪበ ኢልካ ዲኻ? ካብ ድኽነት ዝኸፍእ ሕማም ኣሎ ድዩ? እዋ ኣለወ።
ከምዛ ናትክን ኣዝማን ሽኮርንዶ ደኣ ጥዕምቲ እያ። ሽኮርያ እኮ ክተብልካ ዋእ ነውራም። እንተ የእትወካ ብዛዕባ ሕማመይ

ኣብ መጨረሻ እንታይ ኣውፂኦምሉ ሳጉኡ? ኮሞዲኖ። ሕናስ ኮሞዲኖ ሲ
ምሳኻ ዶ ክቕኒ እንታይ ምሳኻ ዶ ክቕኒ በጃኻ ፀገም የለን

ኣው ንሓን በል ምዃን ሓቅኻ ኢኻ ማለት ኣይፈልጠካን እየ ትፈልጠኒ ኢኻ ስለዝስ ደገ ዝሓሸ እዩ ሓቀይ ከይደ በል ሩክለይቲ በቃ ደሓን ኣድጊ እንዴ ደገ ከኣ ኣዝየ ዝፈቱ ኣብ ደገ እንዴ ተወሊደ